ሰላም ምስ መለስ ዜናዊ ዝገብርኩ ቃለ መጠይቅ ኣላ ክቅርበልኩም እየ ኢሳያስ ቃለ መጠይቅ ድዩ መደረ ኣይፈለጥኩም ግን ገሪሩ ክሰልቸኩም ስለ ዘይደሊ ንሳ ትትረፈኒ ኣሎ ግን ትንክፍ ትንክፍ ከብላ እየ ኣብ ኤርትራ በደልን ጭቆናን እንዳበዝሐ ከይዳ ሓሊፉ እኳ ሕጅስ ሃይማኖታዊ ምትፍናን እንዳተጓሃረ እዩ ዘሎ። ቀዋሚ ጸላኢ ወይ ቀዋሚ መሓዛ የለን፣ ቀዋሚ ጥቕሚ እዩ ዘሎ። እዚ ናይ ጨሌታት ዘረባ ትፈልጥዎ ኣኹም፣ ብዛዕባ ኣቡይ ክዛረብ እየ። ኣብይ ኣሕመድ ከኣ ነቶም መቐናቕንቱ ነቲ መንግስቲ ዝረኸበ መሲልዎ ዝዛረቦ ዘሎ ዘረባ ሰብ ይቐይም ኣሎ። እቶም ናትና እውን ከምኡ ካልእ ሰብ ይቐይሙ ኣለዉ። ኢትዮጵያውያን ክንየትቲ መንግስትታት ሓሊፉ ኣብ ህዝቢ በጽሕ ስለ ዘሎ ንዘልኣለም ኣይተዳምይዎ። ስርዓት ኤረትራን ጎረባብቱን እዚ ናይ ሎሚ ነጋሪት ሰለስተ ሚእትን ሰላሳን ሽዱሽተን ዛዕባ እዩ ሰማይ ምክታል። ብዕስራ ኣርባዕተን ግንቦት ሽሕን ትሽዓተ ሚእትን ተስዓን ሓደን ድሕሪ ነዊሕ ቃልሲ ኤረትራ ነጻ ወጺኣ። ብዕስራ ኣርባዕተን ግንቦት ሽሕን ትሽዓተ ሚእትን ተስዓን ሰለስተን ከኣ ናይ ነጻነት ሕጋውነት ተኣዊጁ ነጻነታ ለቢሳ። ህዝባ ግን ክሳብ ሕጂ ነጻ ኣይኮነን። እቲ ናብ መንግስቲ ዝተቐየረ ውድብ ስርዓቱ ኣደልዲሉ መንግስቲ ተተኺሉ ክሳብ ሕጂ እንዳጽንዖ ይኸይድ ኣሎ። ብኡንጻር ከኣ ነጻነትን መሰላትን ዜጋታት እንዳጸበበ እምበር እንዳተመሓየሸ ኣይመጽእን። እተን ቀዳሞት መዓልታት ነጻነት ብጣዕሚ ጥዑማት እየን ነይረን፣ ክንደይ እኳ ሰብ ተሓጒሱ፣ ሳዕሲዑ፣ ዘሊሉ፣ በዓላት ገይሩ። ድሕሪኡ ግን በብቑሩብ እንዳጸበበ ዓቕሉ እንዳጸበቦ ከኣ ኸይዱ። ኣብዚ ግዜ እዚ ብዙሓት ናይ ርሑቕ ራእይ ዝነበሮም እዚ ነገር ኣበይ ገጹ ከም ዝኸይድ ኣገንዚቦም ነይሮም፣ ተዛሪቦም፣ ተሶጊጎም፣ ተሓይሮም፣ ብዙሕ ሽግራት ገጢሞም እዩ። ግን እቲ ህዝቢ ፈጺሙ ኣየድሃበሎምን ብሓጎስ ሰኺሩ ስለ ዝነበረ እዩ። ከምዚ ሕጂ ንርእዮ ዘለና ነጻነት ኤርትራ እንዳደልደለ ኣብ ክንዲ ዝኸይድ ሰራብ፣ ሚራዥ፣ ኮይኑ ብማዕዶ ንርእዮ። ስእሊ ጥራሕ ኮይኑ ተሪፉ። ካብ ሽዑ ጀሚርና ከኣ ካብ ግጭታት ኣይደሓንናን። እዚ መንግስቲ እምበኣር ድሕሪ ናጽነት ብዙሕ ከይጸንሐ ንኤርትራ ቀልጢፉ ናብቲ ካብ ግዜ ገድሊ መላፍንቱ ዘስፈሉሉ ግጭት ሱዳን ዳግማይ ኣእትዩዋ። ካልኣይ ኣብ ሽሕን ትሽዓተ ሚእትን ተስዓን ሓሙሽተን ኤርትራ ምስ የማን ብደሴታት ሓኒሽ ተጋጭያ። ኣብ ናይ ዓረቕቲ ግልግል ድማ ተሳዒራ ሓኒሽ ናይ የመን ኮይና። ሳልሳይ ኣብ ሽሕን ትሽዓተ ሚእትን ተስዓን ሽዱሽተን ሽሕን ትሽዓተ ሚእትን ተስዓን ሸውዓተን ተቓወምቲ ኮንጎ ንስርዓት መቡቱ ሰሰ ሴኮ ንምእላይ ኣብ ዝግበር ዝነበረ ግጭት ምስቶም ተቓወምቲ ተጸንቢሩ መንግስትና ካብ ሽሕን ትሽዓተ ሚእትን ተስዓን ሸሞንተን ክሳብ ክልተ ሽሕ ኤርትራ ምስ ኢትዮጵያ ኣብ ዘስካሕክሕ ልዕሊ ሚእቲ ሽሕ ህይወት ዘጥፈኤ ልዕሊ ሓደ ሚልዮን ህዝቢ ዘመዛበለ ውግእ ተጸሚዳ ኣብ መወዳእታ ድማ እታ ናይ ግጭት ማእከል ዝነበረት ባድሜ ኣብ ትሕቲ መግዛእቲ ኢትዮጵያ ተሪፋ። ኣብ ክልተ ሽሕ ዝተፈረመ ሰምምዕ ኣልጀርስ ነቲ ግጭት ደው ከብል ይግብኦ እኳ እንተነበረ፣ ክሳብ ኣብ ክልተ ሽሕን ዓሰርተ ሸሞንተን ኣብይ ኣሕመድ ናይ ኢትዮጵያ ስልጣን ዝሕዝ ነዊሕ ናይ ኣይ ሰላም ኣይ ኩናት እዋን ኣትያ ህይወት ኤርትራውያን ኣብ ወጥሪ ቀጺሉ። ሓምሻይ ኣብ ክልተ ሽሕን ሸሞንተን ኤርትራን ጂቡቲን ኣብ ራስ ዱሜራ ተጋጭየን። ቐጠር ክትዓርቕ ኣትያ ሰራዊታ ኣዋፊራ ነቲ ኩነታት ንምህዳእ መተባብዒታት እውን ነተን መንግስታት ኣቕሪባ። ሻድሻይ፣ ሓይልታት ኤርትራ ኣብ ክልተ ሽሕን ዕስራን ምስ ፌደራላዊ መንግስቲ ኢትዮጵያ ወጊኑ ኣንጻር ሓይልታት ትግራይ ኣብ ክልተኣዊ ኵናት ኣትዩ። ናይ ክልቲኦም ሓይልታት ዕላማ ድማ ንህወሓት ንምድምሳስ ዝተዓለመ እዩ ነይሩ። ሻውዓይ፣ ኤርትራ ኣካል ናይቲ ብክልተ ሽሕን ዕስራን ክልተን ዝተፈረመ ስምምዕ ፕሮቶርያ እኳ እንተዘይነበረት፣ ብዕምቈት ከም ዝምልከታ እያ ኮይኑ ንዑ ተኸትሉ ዝመፀ ኩናት ትግራይ ንትግራይ በታቲንዋ፣ መሰረት ልምዓታ ዓንዩ፣ ኣማኢት ኣሽሓት ዝቑፀሩ ሰባት ተመዛቢሎም ወይ ህይወቶም ስኢኖም። ሻሙናይ ኣብ ጥቅምቲ 223 ኣብይ ኣሕመድ ንቀይሕ ባሕሪ ክቆፃፀር ከምዝደሊ ኣዊጁ። ድልየቱ ናይ ኢትዮጵያ ናይ ህላወ ጉዳይ ኢሉ ገሊጽዎ። ብሰላማዊ መገዲ ይኹን ብሓይሊ ድልየቱ ክረክብ ምዃኑ ድማ ደጋጊሙ ፈኪሩ። ታሽዓይ ኣብ መጀመርታ 2024 ኤርትራ መገዲ ቀይራ ንኣብይ ኣሕመድ ሓድሽ ጸላኢ ኣገይራ እቶም ናይ ቀደም ቀንዲ ጸላኢ ትብሎም ዝነበረት ውድብ ህወሓት ድማ ከም ስትራተጂካዊ መሓዙ ገይራ ኣቕሪባቶም። እዚ ርክብ ድማ መቐጸልታ ናይቲ ካብ ሽሕን ትሽዓተ ሚእትን ሰብዓታትን ኣትሒዙ ንሕወሓት ሓንሳብ ጥቡቕ መላፍንቲ ዝቖጽር ሓንሳብ ድማ ደመኛ ጸላኢ ትብሎ ዝነበረት ሓድሽ ዝተሓደሰ ናይ ቀደም ምሕዝነት እዩ። ውጽኢት ናይ ኣብዪ ህርፋን ቀይሕ ባሕሪ ድማ ንዝምድናታቱ ዝያዳ ኣደናጊርዎ ዞባዊ ወጥሪ እውን ወሲኹሉ ነዚ ብዝሓለፈ መዓልታት ዝሰማዕናዮ ናይ ክልተ ክፋል ናይ ኢሳያስ ቃለ መጠይቕ እዩ ዝበሃል ግን መደረ ብዛዕብኡ ክዛረብ ኣይደልን ምኽንያቱ ብዙሕ ሰሚዕኩሞ ከሰልችወኩም ውን ኣይደልን እየ ግን ቁሩብ ሸፈፍ ኢለ ክሓልፎ እየ። ኣብዚ ዝተገብረ ቃለ መጠይቕ ዝተባህለ መደረ ናይ ኢሳያስ ከም ቀደሙ ከም ልማዱ ከም ባህርያቱ ንኹሉ ክጸርፍ እዩ ንኹሉ ክውንጅል እዩ ነብሱ ግን ነጻ ክገብራ እዩ ዝብል ግምት ከምቲ ሰብ ዝገመቶ እዩ ኮይኑ ኢሳያስ ካብ ዝፈልጦስ ሓንቲ መዓልቲ ኣብዚኣ ተጋጊና ወይ ኣብዚኣ ከምዚኣ ክንገብር ነይሩና ክብል ሰሚዐዮ ኣይፈልጥን። ከምዚ ከምዚ ክንገብር ነይሩና፣ ከምዚ ክግበር ነይርዎ ክብል ከሎ ንኻልእ ሓዊሱ ዝዛረቦ ዘረባ ዘይኮነ ቅኑዕ ዘረባ ንጹር ብዝኾነ መገዲ ኣብዚኣ ተጋጊና ኣብዚኣ ስትራተጂካዊ ጌጋ ፈጺምና ኢሉ ኣብ ዝኾነ ጌጋ ክእመን ርእየዮ ኣይፈልጥን። ዝረኣዮ ወይ ዝሰምዖ ሰብ እንተሎ እሞ ዓይኑ ይብራህ እዝኑ እውን ይከፈት እቲ ዝገደደ ከኣ ኣብ ኣእምሮኡን ኣብ ኣእምሮ ሰዓብቱን ንሱን ኤረትራን ሓደ ኣካል እዮም ኣይፈላለዩን እዮም ኤረትራ እተልካ ኢሳያስ ከም ዝበልካ እዩ ኢሳያስ እተልካ ከኣ ኤረትራ ከም ዝበልካ እዩ ኩሉ ግዜ ድማ ይብደል እምበር ኣይብድልን እዩ ብጹእ ስለ ዝኾነ ከዘኻኽረኩም ከኣ እዛ ፋንድሬዚንግ ካብ ንጅምራ ነዊሕ ጌርና ኣለና እንዲና ግን ቁሩብ ትደኽሙና ኣለኹም። ስለዚስ ኢደይ ኢድካ ኢልኩም ኢድኩም ክትሕውሱ ወስ ክትብሉ እየ ዘዘኻኽረኩም ዘለኹ። የቐንየለይ። ሓንቲ ጥቕስላ ኩሉ ሰብ እዩ ዝፈልጣ፣ ቀወምቲ ጸላእትን ቀወምቲ ፈተውትን የለዉን፣ ቀወምቲ ጥቕሚ ደኣ እምበር ዝበሃል ዘረባ ኣሎ። እዚ ናይ ጭለታት ዘረባ እዩ። ኢሳያስ ግን ነዚኣ ኣብ ዝተፈልየ ደረጃ እዩ ኣብጺሕዋ፣ ኣማዕቢልዋ፣ ክሳብ ዝኣኽሎ ተበሊጹላ ጸጊዕዋ እዩ። ስኽፍ ከይበሎ ከኣ መሓዙትን ጸላእትን በብግዜኡ እዋእ ሓደ ሓደ ግዜስ ጸላኢ ዝነበረ ፈታዊ ይኸውን ኣብ ውሽጢ ሓደ ወርሒ ከምዚ ንርእዮ ዝቐነና ኣብዚ ሰለተ ዓመት ኣርባዕተ ዓመት ዝገበረ ምስ ኢትዮጵያ ምስ ትግራይ ምስ ሱዳን ምስ ቐጠር ምስ ኢማራት ምስ ኩሉ ከምኡ እንዳተገላበጠ እዩ ዝኸይድ ኩለን ከኣ በዚ መስርሕ ናይ ጸላኢ ፈታዊ ጸላኢ ፈታዊ ኣብኡ እንዳተሰጋገራ ሓሊፈን እየን። ብፍላይ ኣመሪካ እታ ብ ናይ ኾመይኒ ኣዘራርባ The Great Satan ወይ እቲ ዓቢ ዲያብሎስ ተባሂላ ትፍለጥ ዝነበረት ሎሚ ቁሩብ ትንክፍ ኣቢልዋ እምበር ኣይትሓልፍን እያ ኔራ ኩሉ ግዜ እንዳ ኮነነ ኩሉ ግዜ ን ኣመሪካ ከምዚ ገበረት ኢዳ ኣእትያ ዶ ጣልቃ ኣትያትና ዶ ብዙሕ ዘረባታት ይዝረብ ኔሩ ሎምዘበን ግን ካብቲ ምውጋዝ ድሒና ኣላ ኣመሪካ ኢዱ ወጥ ወጥ ኣየበለላን። ስዑድያ ብጥንቃቐ'ዩ ጠቒስዋ፣ ንሕብረት ኤውሮፓ ብንዕቀት፣ ንሱዳን ብዘይንጹር ኣገባብ፣ ንእስራኤል ድማ ብዘይልሙድ መገዲ ነቒፍዋ። ኢማራት ግን ፕሮሞትድ ኮይና ኣብቲ ዝለዓለ ጽፍሒ ናይ ጸላኢት ተመዲባ። ኣብ ልዕሊ ኣብይ ዝነበሮ ነቐፌታ ግን ካብ ናይ እንድዒ ከምዚ ናትና ዓይነት ገይርዎ፣ ኣነ ሕጂ ንዕኡ ክወራዘሉ'ለ ኣይኮንኩን፣ ግን ኣነ ፕረዚደንት ኣይኮንኩን፣ ሳልሕ ከምዚ ኢሉ ተባሂሉ ንኤረትራ ዝኮነ መዓት ዝወርዳ የለን ፕረዚደንት ከምኡታት ክብል ኮሎ ግን ኣብቲ ሃገር ከምዝሕሰብ ኣይትረስዑ እቲ ፍልልይ ከኣ ንሱ እዩ ኣብ ኤረትራ ስሩ ዝሰደደ ቅልውላው ኣለና ኣብኡ እስከ ንኪድ ኤረትራ ዳርጋ ናብ ሽባ እንዳተቀየረት ትከይድ ኣላ ስርዓት ህግደፍ ንኩሉ ጽላታት ቁጠባ እዩ ዝቆጻጸሮ ንዜጋታት ኣብ ባንኪ ዘሎ ገንዘቦም ብጥማዕ ጥማዕ እዩ ክስሕብዎ ዘፍቅደሎም መጓዓዝያ ብናይ መንግስቲ ትካላት ተወሪሱ ምክፍፋል መሬት ተገቢቱ ሞኖፖሊ ኮይኑ ህንጸት ንዓሰርተታት ዓመታት ደው ኢሉ ኣሎ። ኤርትራ ንመብዛሕትኡ ዜጋ ከም ቤት ማእሰርቲ ኮይና ትስምዖ። ስርዓት ኣባላቱ ከይተረፈ ከም ዝኣስር፣ ሚኒስትራቱን መስረትቲ ሰልፍን ኣብ ቤት ማእሰርቲ ይበልዩ፣ ገሊኦም ንልዕሊ ዕስራ ዓመት ብዘይ ክሲ ብዘይ ፍርዲ ከም ዘለዉ ኩሉ ዝፈልጦ እዩ። ካብ ክልተ ሽሕን ሓደን ጀሚሩ ጋዜጣታት ተዓጽየን፣ ሪፖርተራት ተኣሲሮም ወይ ድማ ሃዲሞም፣ ኢንተርኔት የለ፣ ነጻ መሰል ሓሳብ የለን፣ ተሪፈን ዘለዋ መራኸቢ ብዙሃን ናይ መንግስቲ እየን። ሬድዮ ትኹን ቴሌቪዥን ትኹን ጽሑፍ ይኹን ኩሉ ናይ ህግደፍ ቃል እዩ። ኣብዚ ግዜ እዚ ወጥሪ ኣብ ጫፍ በጺሑ ኣሎ። በደል በዚሑን ዓምቢቡን። እቲ ዝኸፍኣ ከኣ ሃይማኖታዊ ምትፍናን ኢድ ናይ ስርዓት ዘለዎ እንዳሰፍሐ ክኸይድ ከም ዘሎ ትርእይዎ ኣለኹም። እቲ ክንሓፍረሉ ዘለና ከኣ ትሽዓተ ብሄራት ብዓሰርተ ብሄራት ኢልና ስቁልና ክንጭድር ትርጉም ዘይብሉ ዘረባ እቲ ዝነበረና ነጥፍእ ኣለና። ሓላፍነት ናይ ዜጋ ተረሲዑ ኣብ ጭርሖታት ጥራሕ ንሰፍር ኣለና። ኩሎም እዞም ትሽዓተ ብሄራት ኢሎም ጭርሕዱ ንሕና ንሱ ኢሎም ጭርሑ ናይ ዜግነት ሓላፍነቶም ረሲዖሞ እዮም። ትዕግስቲ ህዝቢ እንዳቐጠነ ይኸይድ ኣሎ። ጭንቀት ኣመና በዚሑ። ፍርሂ ብዛዕባ ድሕነት ሃገር ከኣ ንሰብ የሸግሮ ኣሎ፣ የጸግሞ ኣሎ፣ የፍርሆ ከኣ ኣሎ። ህግደፍ ናይ ቀርኒ ኣፍሪቃ መድሕን እዩ ፈንሽሊላ እዩ ድዩ ትሓቂ ኢሳያስ ኣፈወርቂ ማለት እሱይት መድሕን ካብ ሰማይ ዝወረደ ኢለ ይኣምን ኣነ እመን ኣይትእመን። እንተ ኽኢልና እስከ ንቕድሚት ንጠምት። ኤርትራን ኢትዮጵያን ካብ ንቡር ምሕዝነት ክሓፍስኦ ዝኽእላ ጥቕምታት ብዙሕ እዩ። ወደባት ኤርትራ ክጥቀም ዝኽእል ከኣ ካብ ታህዲድን ካብ ምፍርራህን ርሒቑ ኣብ ዲፕሎማሲን ኣብ ልዝብን ገጹ እንተዘዝህብ ምሓሸ ነይሩ እብል። እዚ ተላዚብካ ክፍታሕ ዝነበሮ ኣብ መንጎ ክልተ ጎረባብቲ ሃገራት ክኸውን ዝነበሮ ነገር እዩ። ክሳብ ክንድዚ ዘብጽሕ ክኸውን ኣይነበሮን። ግን እቲ ድፍረትን ታህዲድን ዝግበር ዘሎ ምንእኣስን ክልእ መንግስቲ ሓሊፉ ኣብ ህዝቢ ክበጽሕ ምዃኑ ክፍለጥ ኣለዎ። ንመንግስቲ ወይ ነቶም ውሑዳት መቐናቕንትኻ ትረክብ ዘለኻ መሲሉካ ንኹሉ እቲ ህዝቢ ክትልክም ኮለኻ ጽቡቕ ኣይኮነን። ብክልቲኡ ወገን እየ ዝብል ዘለኹ። ካብ ህዝቢ ዝቑጥዓሉን ሕማቕ ዝስምዖን ነገራት ተትቑጠቡ ጽቡቕ ነይሩ ኩልኹም። እዚ ከምኡ ስራሕ የበሳጩን ናይ ምቅርራብ መንፈስን ይርሕቕ። ጠቓሚ ኣይኮነን፣ ጎዳኢ እዩ። እዚ ነገር እዚ ከኣ ናይ በይነይ ዘረባ ኣይኮነን፣ ብዙሕ ህዝቢ ጸቕጢ ከም ዝገብረሎም ዘሎ ይርእይዎ ኣለዎም፣ በብወገኑ ዝመጾም ዘሎ ጸቕጥን ተቓውሞን። እዚ ዝገብርዎ ዘለኹም ጌጋ እዩ፣ ኣብ ሓደ ኣይበጽሕን እዩ። ኤረትራን ኢትዮጵያን ጀኾ ናይ ክልተ ሰባት ክትከውን ኣይግብእን እዩ። ኣብ ኸኣ ሚእትን ሰላሳን ዶ ሚእትን ኣርብዓን ሚልዮን ኮይና ገለመለ ኢልካ ካብ ትፍክር ነዞም ሚእትን ሰላሳን ዶ ሚእትን ኣርብዓን ወሬቨር ትብሎም ዘለኻ ቁፅሪ ኣብ ምንታይ ኢኻ ትወስዶም ዘለኻ? ኣብ ሰላም ድኻ ትወስዶም ዘለኻ? ቀይሕ ባሕሪ ረኺቦሞ ምስ ጠፍኡ እንታይ እዩ ክጠቕሞም? ወላ ብሓይሊ እስከ ንበል ክትወስዶ ክኢልካ ኣበይ ኢኻ ክትበፅሕ? ቅድምሲ ተወሲዱ ዶ ኣይነበረን? ንምንታይ ኢኻ ዘየድሊ ሓዊ ትፍሕትረሉ ዘለኻ ነዚ ሰብ? በጃኹም ነዚ ዞባ ካብ ምድማይን ምብታኽን ኣድሕንዎ። ኣብ ዘይደልዮ መገዲ ኣይትውሰድዎ። እዚ ትገብርዎ ዘለኹም ቀልጢፍኩም ብተኣምር ክትረድእዎን ከተድሕንዎ እንተዘይከኣልኩም ከምቲ ጀነራል ጻድቃን ሓደ ግዜ ዝበሎ መፈንዳቱ ኣይቅርየ ነው ክትኮስ እዩ። ምስ ሓለፎ ዘይትኮስ ነገር የለን። ገሊኡ ክፋላት ኣህዛብና ከም ዝርእዮ ዘለኹ የኸስትርዎም፣ ይቐርድድዎም፣ ይደብድብዎም ከምኡ እንዳበለ ዝፍክር ብዙሕ እዩ ዘሎ። ንብዙሕ ዓመታት ተዓዚብናዮ እና እዞም ሰባት ዝኹስተር ተኾስቲሩ ዝመውት ሞይቱ ዝስንክል ሰንኪሉ ንሳቶም ግን ኣብታ ቦትኦም ኣለዉ ደቆም ሓቒፎም ኣብ ገገዝኦም ኣለዉ ጋብ ርሑቕ ኮንካ ምፍከር ጋብ ርሑቕ ኮንካ ሓዊ ምኽስካስ ጽቡቕ ኣይኮነን እቶም ትኣምኑ ሓጢኣት ኢኹም ትገብሩ ዘለኹም ከም ሰብኣውነት ዘለኩም ከኣኒ እንታይ ክብለኩም እቲ ዝኸፍአ ዘሎ ሽም ብኡ ጌርኩም ነፍስኹም ጠምዋ ኣብ ክልተ ሽሕን ዓሰርተ ሓደን ኣጠማምታና ኣብ ቀይሕ ባሕሪ ኣብ ወደባት እንታይ ከም ዝነበረ እስከ ንዘክር። ኣብቲ ግዜ እቲ ናይ ባድመ ጉዳይ ኣይተወደኣን ነይሩ፣ ምስሕሓብ ነይሩ፣ ኣይ ሰላም ኣይ ኲናት ኩነታት ኢና ንነብር ነይርና። ኣብ ሽዑ ግዜ ምስ ነፍሰሄር መለስ ዜናዊ፣ ሓደ ቃለ መሕትት ገይረ ነይረ ብዛዕባ እዚ ውደባት ከኣ ተዛሪብና ነይርና ብዛዕባ ካልእ ውን ኣንዊሕና ተዛሪብና ሊንክ ኣብ ታሕቲ ክገብረልኩም እየ ሕጂ ግን ቁንጥብ ኣቢለ እታ ንወደብ ትምልከት ነገር ንዓ ከስምዓኩም ጅቡቲ ኤርትራ ኢትዮጵያ ሕቶ ቁጽሪ ዕስራ ትኾን ዘላ ኣብ ዝሓለፈ ሰሙን ኣብ ጅቡቲ ነይረ ትካላት ወደብ መኽዘን ኮንቴነራት መኽዘን መካይን መኽዘን ነዳድን መሳለጥታትን ናይ ደረቕ ጽዕነት ቦታታትን በጺሐ እየ ብተወሳኺ ብንግዲ ናይ ኢትዮጵያዊ መራሕቲ መኻይን ሓፈሻዊ ንግዲ ኢትዮጵያን ጅቡትን ትስስን ዘላ ከተማ ቢልቢለን ብኡ ኣቢለ ሓሊፈ እየ። ኣብኡ እውን ከም ሬስቶራንት መሳሊ፣ ድኳናት መሳሊ፣ ካልእ ንኣሽቱ ነገራትን ብብዙሓት ሰባት ዝተተኽለ ትካላት ርእየ። ብኣሽሓት ዝቑጸራ ናይ ኢትዮጵያ ናይ ጽዕነት መካይን ተዓዚበ። ሕቶይ እምበኣር ጅቡቲ ካብቲ ኣብ ኤርትራ ዝኣቱ ዝነበረ እቶት እቲ ቅድሚ ዓሰርተ ዓመት ዘጋጠመ ግጭት እንተዘይነብርከ ብጽሒት ወደባት ኤርትራ ካብዚ ሕጂ ናብ ጅቡቲ ዝጠፍእ ዘሎ ክንደይ ምኾነ ኢልካ ትግምት ከምኡውን ፖለቲካዊ ኩነታት ኤርትራ ተቀይሩ ንሊብራላዊ ንግዲ ዘመችእ መንግስቲ እንተዝህሉ ካብዚ እቶት ንኤርትራ ዝምለስ ክንደይ ኢልካ ትግምቶ ማለተይ ንሰሜናዊ ክፋል ኢትዮጵያ ብዝያዳ ባጽዕን ዓሰብን ስለዝምቻእ ብዙሕ ብጣዕሚ ብዙሕ ሕጂ ኣብ ኢትዮጵያ ዘሎ ተስፋታት ዋላ ናይ ኤረትራ ወደባት ከም ቁልፊ ወደባት እንተዝህልዋና ኣብ ልዕሊኡ ገና ጅቡቲ የድልየና እዩ ስለዚ ኣብ መንጎ ኤረትራን ኢትዮጵያን ዘሎ ርኽክብ ናብ ንቡር ክምለስ ተስፋ ክንቆርጽ እኳ እንተዘይብልና ብዝኾነ ግን ዓሰብን ምጽዋዕን ከምኡውን ካልኦት ውሑዳት ወደባት ከም በዓል ጢዖ ወሲኽካ እኹል ከምዘይከውን ርግጸኛታት ኢና። ስለዚ ኣብ ጅቡቲ ብዙሕ ወፍሪ ንገብር ኣለና። ካብ ኣዲስ ኣበባ ናብ ጅቡቲ ዝወስድ ሓድሽ መገዲ ባቡር ክንሰርሕ ኢና። ከምኡ'ውን ኣብ ታጁራ ሓድሽ ወደብ ክንሃንጽ ኢና። ኣብ ሓጺር ግዜ ኩሉ እቲ ንግድና ሰማንያ ካብ ሚእቲ ካብኡስ ናብ ዓሰብ ምኸደ ነይሩ። ንእሽተይ ምእታዊት ድማ ናብ ባጽዕ ምኸደ ነይሩ እብል። ሕጂ ግን ምሉእ ብምሉእ እቲ እቶት ኣብ ጅቡቲ ተዘዋዊሩ ኣሎ። ገለ ኣሃዛት ክትህበኒ ትኽእልዶ? ናይቲ እቶት ግምት። ልክዕ ኣሃዛት ኣብ ኢደይ የብለይን፣ እንተኾነ ግን ጽሩይ እቶት ጅቡቲ ትሕቲ ፍርቂ ቢልዮን ዶላር ወይ ከባቢኡ እንተኾይኑ ኣይገርመንን እዩ። እዚ ቢዝነስ ካብ ወደባት ኤርትራ ንሓዋሩ ዝጠፈኤ ወይስ ንኤርትራ ኣብ ትሕቲ ንቡር ኩነታት ነዞም ዝጠፍኡ ዕድላት ክትመልሶም ትኽእልዶ ትብል? ብልክዕ ጠለብ ኣይኮነን ኣብ ኢትዮጵያ ካብ ዓቕሚ ታጁራ ጅቡቲ ንላዕሊ ዝኸይድ ጠለብ ኣብ ኢትዮጵያ ስለ ዘሎ ጅቡቲ ተእንግዶ ኣላ ግን ኤርትራ ክትመልሶ ትኽእል እያ ንኣብነት ኣብ ኢትዮጵያ ክልል ዓፋር ዝርከብ ሃብቲ ፖታሽም ከነማዕብል ጀሚርና ኣለና ማለት ኣብ ዓመት ምልዮናት ቶን ንሰደድ ምጉዓዝ ከድሊ እዩ ብተክኒካዊ መዳይ ነዚ ዝቐረበ ወደብ ዓሰብ እውን ኣይኮነን። ጌሮ እዩ ናብ ዓቢ ወደብ ከተማዕብሎ ይከኣል እዩ ስለዚ ኣብ ትሕቲ ንቡር ኩነታት ኤርትራ ሙብዛሕቱ ንግዳዊ ዕድላት ዳግማይ ክትርኽቦን ሓደስቲ ንግዳዊ ዕድላት ከተማዕብልን ትኽእል እያ። እዚ ምስ ነፍስሄር መለስ ዜናዊ ዝገበርኩዎ ቃለ መሕትት እዩ ዓሰርተ ኣርባዕተ ዓመት ጌሩ ሕጂ። ብዙሕ እየ ተወቒሰሉ ስለምንታይ ምስ መለስ ኮፍ ዝበልካ ስለምንታይ ኢንተርቪው ዘግበርካዮ ኢሎምኒ። ክሳብ ሕጂ ሓንሳብ ተደምረናል ክብሉ ሓንሳብ ከጣቕዑ ሓንሳብ ንሕና ንሱ ክብሉ ቲሸርት ጌሮም ገለ ዘይሓፍሩስ ንዓይ ከም ጋዘጠኛ ኮይነ ንሓደ ፕራይም ምንስትር ረኺበ ክሓቶ ከለኹስ ጌጋ እዩ ከምኡ ክገብር ኣይነበረንን ዝብሉ ሰባት ኣለዉ ከይትርስዑ እየ ዝዘኻኽረኩም ዘለኹ ነዚ ዓይነት ንቕሓት ሒዝና ኢና ንጓዓዝ ዘለና ተባሒኩም